ኣብ ገዛእ ርእስኻ እመን። እቲ ናይ ዓወትካ መሰረት ንሱ እሞ ሰላም ሰላም ናይ ዝፋን ሰብዊት ቤተሰብ ክብረት ኣሕዋቴን ሓቴን ከመይ ሰንቢትኩም? ኣነ ሰላም እየ እግዚኣብሔር ይመስገን። ዘለኹሞ ሰላም ክትኾኑ እንዳተመነኹ ድሕሪ ብዙሕ ግዜ ከምዚ ብቤት ከዓ መፅየኒ እኹ ገጠሚ ጠፊኤ ነይረ ሪታ ስራሕ ግዜ ኮይኑ እዩና ለማዕንቲ ኣገዳስን ጠቓምን ዘልኮ ጽሑፍ ሒዘልኩም መጽየ እኒኦኹ። ካብ መጀመርያ እስካብ መጨረሻ ምሳይ ኮይንኩም ክትከታተሉ ብትሕትና ይሓተኩም። ትጅምሩ ተለኹም ከዓ ብላይክ ጀምርዎ ኢኹም። ንትገብሩለይ ሓገዝን ምትብርታዕን ኣዝየ የመስግን። ናይ ለማዕንቲ ርእስትና ኣብ ግዛእ ነብስኻ እመን። እቲ ናይ ዓወትካ መሰረት ንሱ እዩ እሞ ኣብ ግዛእ ነብስኻ ምእማን ማለት ኣብ ክእለትካን ፍልጠትካን ዋጋኻን ምሉእ ምትእምማን ምህላው ማለት እዩ። እዚ ስምዒት እዚ ሓደ ካብቶም ዝዓበዩ መፍትሕታት ዓወትን ሓጎስን ኣብ ህይወትና እዩ። ልክዕ ከምቲ ሓደ ህንፃ ድልድል መሰረት ዘድልዮ ናይ ሓደ ሰብ ህይወትን ዓወትን እውን ኣብ ገዛእ ነብሱ ዝህልዎ እምነት እዩ ዝምርኮስ። እዚ ጽሑፍ እዚ ኣብ ገዛእ ነብስኻ ምእማን እንታይ ማለት ምዃኑ፣ ስለምንታይ ኣገዳሲ ምዃኑን ከመይ ጌርና ኸ ክነዕብዮ ከም እንኽእልን ብዝርዝር ክገልጸልና ስለ ዝኽእል ካብዚ መጀመርታ እስካብዚ መጨረሻ ምሳይ ጽንሑ። ስለምንታይ ኣብ ገዛእ ነብስኻ ምእማን ኣገዳሲ ኮይኑ ዝብል ቀዳማይ እንትን ክንርኢ ኢና። ስለምንታይ ኣብ ገዛእ ነብስኻ ምእማን ኣገዳሲ ኮይኑ? ቀዳማይ ሞቲቬሽን የለዓዕል። ብክእለትካ ምስ እትተኣማመን ንሓደሽቲ ነገራት ንምፍታሽን ሽቶተትካ ንምውቃዕን ዝለዓለ ድፍኢት ይፈጥረልካ እዩ። እቲ ክኽእሎ እየ ዝብል ውሽጣዊ ድምፂ ዝኾነ ይኸውን ዕንቅፋት ንኽትሰግር ሓይሊ ይኾነካ እሞ እስኻ ከዓ እቲ ዕንቅፋት እኒእኒ ትብሎ ነገር ንኸትሰግሮ ይሕግዘካ ማለት እዩ። ካልኣይ ፀዓት ይሃንፅ። ህይወት ብድሆታት ዝተመልአት እያ። ኣብ ጉዕዞ ህይወት ምውዳቕን ምትሳእን ባህርያዊ እዩ። ኣብ ገዛእ ነብስኻ ድልዱል እምነት እንተ ደኣ ሃልዩካ ግን ካብ ስሕተትካ ትመሃር እምበር ብኡ ተስፋ ኣይትቆርፅን ኢኻ። ፀዓት ካብ ውድቀት ደጋጊምካ ናይ ምትሳእ ክእለት እዩ ዘምህር። እዚ ድማ ካብ እምነት ዝምንጭ እዩ። ሳልሳይ ኣብ ውሳነ ምውሳድ ይሕግዝ ኣብ ውሳነ ምውሳድ ይሕግዝ እዚ ክንብል ከለና ኣብ ውሽጣዊ ድምፅኻን ፍርድኻን እምነት ክህልወካ ከሎ፣ ብዘይካ ናይ ኻልኦት ሰባት ተጸግዕተኝነት፣ ናይ ገዛእ ርእሰኻ ውሳነታት ንኸትውስን ይቐለልካ። እዚ ድማ ነጻን ብርእሰኻ እትውከልን ሰብ ንኸትኸውን ኣዝዩ ይጠቕመካን ይሕግዘካን ማለት እዩ። ራብዓይ፣ ንሓቀኛ ሓይልኻ ወግዓዊ ፖተንሻል የርእየልካ። ብዙሕ ግዜ እቲ ዝዓግተና ዘሎ ናይ ካልኦት ሰባት ርእይቶ ዘይኮነሲ እቲ ኣብ ውሽጥና ዘሎ ፍርሕን ጥርጣረን እዩ። ኣብ ገዛእ ነብስኻ ምእማን፣ ነዚ ውሽጣዊ ድምጺ ጥርጣረ ስዒርካ እስካብ ክንደይ ዓብዩ ዓቕምን ክእለትን ከም ዘለካ ንኽትርኢ የኽእለካ። እምነት ኣብ ገዛእ ነብስና ከመይ ጌርና ንሃንጽ? እምነት ኣብ ገዛእ ነብስና ንኽንሃንጽ ዝሕግዘና ዝተፈላለዩ ሓይልታት እኒሀ። እምነት ኣብ ገዛእ ነብስኻ ምህናጽ ቀጻሊ መስርሒ መስርሕ ናይ ህይወትና እዩ። እዚ ንምዕዋት ዝሕግዙ ገለ ተግባራት ወይ ከዓ ስጉምትታት ድማ እኒኦ ክናዮም ኢና ማለት እዩ። ቀዳማይ ሓይልኻን ድኻምኻን ምፍላጥ። እዚ ከንብል ከለና ንነብስኻ ብቕንዕና ምግምጋም፣ እንታይ ኢኻ ብሉፅ ነገር ትገብር፣ ኣብ ምንታይ ከ ክተመሓይሽ የድልየካ? ንመንነትካ ልለ ከም ለለዎ ምቕባል ናይ መጀመርታ ስጉምቲ እዩ። ኣብቲ ብሉጽ እትገብሮ ነገር ኣትኩር። ነቲ ድኻምካ ድማ ከም ናይ ምዕባይ ዕድል ጌርካ ረኣዮ። ካልኣይ ኣሉታዊ ሓሳባትካ ተቓለስ። ሰማዕታውያን ዝኾኑ ሓሳባትና ክንቃለሶም እኒሀና። ኣይምሮና ብዙሕ ግዜ ኣሉታዊ ሓሳባት ወይለለ ኣይትኽእልን ኢኻ፣ ክትፈሽል ኢኻ ዝኣመሰሉ ፍርሕታት ይመልእ። ነዞም ሓሳባት እዚኣቶም ብደንቢ ጌርና ክነስተውሃለሎም ድማ ይግባእ። ኣእምሮኻ ኣይትኽእልን ኢኻ ክብለካ ከሎ ወይ ንምንታይ ዘይትኽእል እንታይ መርትዖ ኣለካ? ኢልካ ሓተቶ። ነቲ ኣልታዊ ሓሳባት ብኣውንታዊ ሓሳባት ተኪእኻ ልውሽጥኻ ልነብስኻ ኣይእምኖ። ሳልሳይ፣ ንኣሽቱ ዝዕውቱካ ሽቶታት ኣውጽእ። ኣዚ ማለት ዓበይቲ ሽቶታት ጽቡቓት እዮም ግን ድማ ሓደ ሓደ ግዜ ንምብጽሖ ኣዝዩ ስለ ዘፍርሓካ በዚ ምኽንያት ነቲ ዓብዪ ሽቶ ናብ ንኣሽቱ ዝኾኑ ስጉምትታት ኣመቓልሎም። ነፍሲ ወከፍ ንሽቶታት ዓወትካ ንእምነትካ ከም ናዳዲ ኮይኑ የገልግለካ እዩ። ካልእ ካብ ዞባ ምቾትካ ወይ ከዓ ኮምፎርት ዞን ውፅእ ውፃእ ካብዚ ናይ ምቾት ዘለኻዮ ውፃእ ምዕባይ ዝፍጠር ካብ ዞባ ምቾት ወፂኻ ጥራሕ እዩ ሓድሽ ክእለት ትምሃር ሓድሽ ንጥፈት ሓድሽ ዝኾነ ይኹን ነገር ፈትን ወይ ለለ ንሰባት ዘይትፈልጦ ተላለ ነፍሲ ወከፍ ሓድሽ ተመክሮ ንእምነትካ የደልድሎ እዩ እሞ ካልእ ለለ ካብ ስሕተትካ ተምሃር። ስሕተትና መወዳእታ ዓለም ዘይኮነሲ ናይ ትምህርትና ኣካል ምዃኑ ኣሚንና ክንቕበሎ ይግባእ። ምስ ተጋገኻ እንታይ ተማሂርካሉ ካብቱ ጌጋኻ? ክትንዕወሉ ዘይኮነሲ ካብቲ ጌጋስ እንታይ ተማሂረ ኢልካ ከተስተንትነሉ እኒኤካ። ናብ ነብስኻ ኣይትፍረድ፣ ቃል ውሽጥኻ ባዕልኻ ኣይትፍረደላ። እቶም ዓብዪ ዝዓበዩ ሰባት እውን ብበዝሒ ፈተናታትን ስሕተታትን ዝሓለፉ እዮም እንድሕር ኣስተውዒልናሎም ማለት እዩ። ንነብስኻ ተኸናኸና ንኣብነት ንኣካላዊ ኣእምራዊ ስምዒታዊ ጥዕናኻ ንእምነትካ ኣዝዩ ኣገዳሲ እዩ ጥዑይ ኣመጋግባ ስሩዕ ምንቅስቓስ ኣካላት ኣኹል ምድቃስ ኣኹል ዕረፍቲ ሃባ ንነብስኻ ግዜ ምስ እተባ ኣነ ዋጋ ዘለኒ ሰብ እየ ዝብል መልእኽቲ ኢኻ ተመሓላልፈላ ዘለኻ ማለት እዩ ካልኦት ዓወትካ ክብር ዝኾነ ይኹን ዓወት ንእሽቶ ይኹን ዓብዪ ኣለሊኻ ክብሮ ንነብስኻ ፅቡቅ ጌርካ ፅቡቅ ጌርካ ኣሓጉሳ እዚ ንኣእምሮኻ ኣውንታዊ ምላሽ ይህቦ እዩ እሞ፣ ንዝቕጽል ጻዕርታትካ ለለ የነቓቕሓካ እዩ። ነብስናስ ተዓዊትኪ ንበላ፣ ነብስናስ ጅግና ኢኺ ንበላ፣ ነብስናስ ጽቡቕ ኣለኺ እና ኣውንታውያን ዝኾኑ ምላሻት ንሃባ።